ፋራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለይ ኦፊርኩም እተው በሊዕኩም ጽገቡ ተኻዲንኩም ሙቕ ጎይኹም ኪዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒ ናይ ጆ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መድባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክንን ሶኒ ኮይኑ ኣሎ ብሩኽ ሶኒ ይግበሮ ብሩኽ ምጅማር ሰሙን ይግበረልና እንዳበልና ዝተፈላለዩ እዋናዊ ትሕዝቶ ሒዝናልኩም መፂና ኣለና እስከ በቲ ናብራ ሓዳር ንጀምር ትማሊ ካብ ዝረኣኹዎ ደስ ካብ ዝበለኒ ቪድዮ ናይ መርዓ ክንጋብዘኩም ክብራት ተዓዘብቲ እቶም ዘይተመርዓኹም ከዓ መርዔ መርዓኹም የርእየና ትምኒትኩም ፈጣሪ የስምረልኩም እንዳበልኩ ንኺድ ደስ ትብል ቪድዮ እያ ብኣ ንጀምር ሰናይ ምክትታል ጽቡቕ ሰበይቲ ንምርካብ ከማይ ምጽላይ የድሊ ንብዙሕ ዓመት ጸልየ እየ ረኺበ ጽቡቕ ስብኣይ ንምርካብ እውን ከም ገነት ምጽላይ የድሊ ማለት እዩ ቡና ክሰት እንተለኹ ቆንጆ ቡና እየ ዝብል ጥዑም ቡና ይብልን ምክንያቱ ጥዑም ቡና ተለ ጥዑም ይሃብካ እዩ መልሱ ንሳ ይደልያን ኣነ

ሰብኣይ ኣብ ቦትኡ ክርከብ እሞ ሰብኣይ ርእሲ ሰበይቲ ኣብ ቦትኡ ክሳብ ዝተረኸበ ከኣ ነገራት ክኾን ቀሊል ሓንቲ ናይ መጽሓፍ ቅዱስ ክነግረካ ለባም ሰበይትሲ ካብ እዝጋብሄር እይ ኢልካ ሕጂ ወላ እዛ ጊፍት እታ ትወሃባ ጊፍት ሰብኣይ ሓላፍነቱ እንተ ወጽዩ እዩ እቲ እቲ ሰብኣይ እዝጋብሄር ሰበይቱ ዝክብ ማለት ስለዚ እዝጋብሄር ከኣ እታ ሰበይቲ ክህበካ እንተ ኮይኑ ኣብ ቤት እዝጋብሄር ክትርከብ ኣለካ ምስ እዝጋብሄር እውን ከኣ ብጸሎት ክዘራረብ ኣለካ ክጽሊ ኣለካ ማለት እዩ ነታ እዝጋብሄር ዝበካ እውን ሰብኣይ ሓላፍነቱ እንተ ወይካ ኩሉ ነገር ሰብኣይ ሓላፍነቱ ተወጽዩ ምስጢር ናይ ዝኾነ ሓዳር ዓወት ኣብ መጽሓፍ ቅዱስ እያ ዘላ እንታይ ይብለካ ኣቲ ሰበይቲ ንሰብኣይኪ ኣኽብርዮ ኣታ ሰብኣይ ንሰበይትካ ኣፍቅር እዚኣ ምስጢር ዓወት ናይ ዝኾነ በዓል ሓዳር ወዲ ተባዕታይ ናይ ናይ ናይ ፕራይድ ፍጥረት ክብረት እዩ ዘድልዮ ጓል ኣንስተይትኻ ናይ ኢሞሽን ንኣብነት ሲ ኣኪለ ሰበይትኻ ፍላወር ተሂባትካስ ሓብኣ ኢኻ ከማኖ ትስከፍ ኢኻ
ወይ ኣይ ላቭ ዩ ገለ ተኢላትካ ሲ ነገራስ ብዙሕ ኣይትድህስሰን ኢኻ ከም ደቂ ተባዕትዮ ማለት ዩ ንዓ ፍላወር ሃባ ሰልፊ ትገብረላ ሒዛታ ትኸይድ ምክንያቱ ናይ ኢሞሽን ፍጥረት እያ ኢሞሽን እዩ ዘድልያ ቃልሲ ፍቅሪ እዩ ዘድልያ ተተሓጒሳ ዕልልል ትብል ተሓሪቃ ከዓ ብካት ንብካት ትኸውን ጓል ኣንስተይትስ ናይ ኢሞሽን ፍጥረት ስለዚ ኢሞሽን ክሳብ ዝሃብካያ ነገር ፍቅሪ ክሳብ ዝሃብካያ ነገር ንስኻ ወላ ሓንቲ ክትከውን ኣይትኽእልን ሰበይቲ ከዓ ሰብኣይ ክብረት እዩ ዝደሊ ስለዚ ዕላል እኮ እያ ነዛ ነገር እዚኣ እኮ ኣቲ ሰበይቲ ንሰብኣይ ክኣኽብር እዩ ሕጂ እዚ ክብረት ምናልባት እዚ ፌመንስት ገለ ዝብል ምስ መጸ ከም ካልእ እንድዮም ዝርደኡ ግን ክንጥንቀቀላ ዘለና ራይ እዘን ሕጂ ኣዋልድ ሰብኣይ ኣየድልየካን እዩ ገለ ዝብላ ዘለዋ ኣብ ጸዓዱ እንተ ከድካ ዝተወሰነ ዓመት ኣቦታተን ሓዳሮም ምስ ተወቅዑ እዚኤን እየን ተፈጢረን ሰብኣየን ከክብራ ዘይደልያ ደቂ ኣንስትዮ ማለት ሽዑኡ ሰብኣየን ዘየድልያ ናብ ካልእ ደረጃ ከይዱ ኣቦሓጎታቶም ነዞም ጸዓዱሲ ከምዚ ናትና ሽግር ኮይ ነይሮ ናብ ደቆም ሕጂ በጺሖ ዘሎ ካልእ ደረጃ ኣንሕና ከ ሕጂ ጦጦ ተዘቢልናዮ ድሕሪ ክልተ ወለዶ ዝመጻ ደቂ ኣንስትዮስ ከምዘን ሕጂ ኦሆ ዝብላ ዘለዋ ዓይነት ከመን ማለት እዩ
ጽብቕቲ መግለጺ እያ ክቡራት ተዓዘብቲ ኣብ ናይ ኣኪል ካብ ዝገበሮ ኢንተርቪው እያ ጽቡቅ መግለጺ እዩ ማለት እቲ ገለገለ እቲ ፌሜኒዝም ኣንፉት እንዳሰሓተ ገለ እኻ ትርኢ ኣብቲ ሜድያ ሰብ ክዛረበሉ እንከሎ ሰብኣይ እኮ ካብ መርዕኡ ንደሓር ናይ ሰበይቱ ንብረት እዩ። ፍሽክ ዘብለኩም ሓንሳብ እስክታ። ካብ ሳሎንን ኣርማድዮን ፈሊኻ ኣይትሪኦን ኢኻ። በለ ኣነስ ከምኡ ይኾንኩን ሓሲበ ዝኸይድ ጥዑይ ሰብ እየ። ዝኾነ ሰብኣይ ክምርዖ ከሎ ጥዑይ እዩ። ንሕና ደቂ ኣንስትዮ ግን ከመይ ጌርካ ንሰብኣይ ጆግነን ጆግነን ተብሎ ኣጸቢቕና ኢና ንፈልጥ። ኣየ ፍታው ነዚ ክትብሊ ክወጢጥኪ ሰላም ዝበልክኒ? ኣነስ ደሃይካ ክገብር ኢለ እየ ሰብኣይ ኣብ ሓዳር እንተኣትዩ በብቑሩብ እንዳጠፈኣ እዩ ዝኸይድ። ስምዒ እስከ ዋእ ሰብ ሓዳር ከይገብር ጎስጉሲ ዲኺ ተባሂልኪ? መን እዩ ከምኡ ዝብለኒ ካሴት? ዘይከውን እባ ኣይትዛረብ ዶ ወላስ እታ ቱንሲኣ ከምኡ በላ ኢላትካ? ወዲ ዘርኣይ ዶ?
ኣንቲ ተጸሊልኪ ዲኺ? ኦይ ኳይ ደኣ ነዚ ሲንግልሲ እቶም ይኹነልና ኣይኹነልና ኢልኩም ነቲ ሓዳር ዓይንኹም ዓሚትኩም ኣቲኹሞ ዘለኹም እኳ ጽሉላት ኣይተባሃልኩም። ብልብኺ ዘየለኺ
ከምኣ ጌርካ ምድሃልኩም እያ ንዓኹም። መንኩ ኦርር መንኩ ማንቡቕ ደኣ ወይ ኩልኻ ምስንጋል እያ ወይ ኩልኻ ሓዳር ምግባር እያ።
ከምዚ ኮይኑ ዘሎ ክብራት ተዓዘብቲ ስለዚ ኩሉ ዝምዕድ ገለሲ ብፖዚቲቭ ብፅቡቅ ኣይንረዳእዮ ሕማቅ ሓሲቡ ዝምዕድ እውን ኣሎ በለፀኛታት ስክፍታ ዘይብሎም ወይ ፍታው ከይመጠጥኩም ናብ ካልእ ነገር ከይተርጎምኩም እዘ ዝነግረኩም ዘረባ ስምዕዋ ኢኹም። ምሕሬ በዓል ቤተይ ሓደገኛ ዝኾነት ጆክ ሰሚዑ መጺኡ ክገብራ ፈቲኑ ገዛ ሳኻ እንታይ እያ ስለምንታይን ደቂ ኣንስትዮ ኣብ ሓዳር ምግቢ ዝቕርባሎም ንበዓል ቤተን ኢሉ ምስ ተሓተተ ሓደ ሰብኣይ ሲ ኢልኒ እወ ኣብ ቤት ማእሰርቲ ዘለዉ እሱራት እቲ ቤት ማእሰርቲ ነቶም እሱራት ምግቢ ክቐርበሎም ግዴታኡ ስለ ዝኾነ ሕጂ እንታይ ማለት እዩ ሰብኣይ ኣብ ሓዳር ኣብ ቤት ማእሰርቲ ስለ ዘሎ እታ ሰበይቲ ከዓ ነቲ ሰብኣይ ግድን እያ ምግቢ ክትቅርበሉ ኢሉ መፂኡ እንዳሰሓቐ እንታይ ይብለኒ ካብ ሕጂ ንኔ ቁርሰይ ባዕለ እየ ዝሰርሕ ኣብ ቤት ማእሰርቲ ኩንኩን ዘለኹ ይብለኒ ሕራይ ከምዚኣ ሰሚዐ ጆክ ኢሉ ምስ ነገረኒ ደስ ኢላትኒ ማለት እዩ ሽዑ ኣነ ከኣ ታሽዓ መዓልቲ ሳትልስቲ ካልእ ክገብሮ ዝግበኣኒ ጌረ ደስ ኢላትኒ ፈትየያ እታ ጆክ ማለት እዩ እቲ ምርድኡ ዋላ ጌጋ ይኹን ግን ፈትየያ ማለት እዩ ሓራይ ጽቡቕ ቀጽሎ ኢለዮ ግን ኣይቀጸሎን ሕጂ ትማል ንግሆ እንታይ ኢለዮ ከምዚ ኢልካኒ ነርካ ግን ብድሕሪኡስ ኣይሰራሕካን ቁርሲ ንዓይ ከዓ ጽብቕቲ ነይራ ፈትየያ ኢለዩስ እዋ ናብ ጥቕምኺ ክትቅይሮ ደሊኺ እዚ ጆክ እኮ እዩ ኢልንስ እወ ከምቲ ፌሚኒዝም ናብ ጠቕምኹም ቀይርኩሞ ዘለኹም ከምኡ ከኣ እዚኣ ኢሉስ ከመይ ደኣ ፌሚኒዝም ንሕና ናብ ጠቕምና ቀይርናዮ ኢልኒ ትኽእላ ኢኽን ትመርሓ ኢኽን ትብርትዓ ኢኽን ኢልኩም ካብቲ ሓደ ኢና ሰብ ኢና ከም ሰብ ከኣ ማዕረ ሰብ በቃ ዘራ ኣዳም ኢና ሰብ ኢና ካብ ዝብልሲ መጢጥኩም መጢጥኩም ንሕና ናብ ዝገደደ ሽግር ይእቲኹምና ንስኹም ከኣ ሪላክስ ኮይንኩም ንሕና ከኣ ክንሽከሞ ዘይንኽእል ሓላፍነት ናብ ምስካም ኣቲና ንስኹም ከኣ ካብ ሓላፍነትኩም ሃዲምኩም ስለዚ ከም ኣይ ኢለ እዮ ይብለኩም።
ብዙሕ ግዜ ብዛዕባ ፍትሕ ሓዳር ገለ ክዝረብ ከሎ ቀዳመይቲ ኣብ ዓይኒ ትኣቱ ወይ ከኣ ኣብ ኣፍ ትኣቱ እቲኣ ጓል እያ።

ኣብ ሓዳር ዘለና ኣነ ምስ በዓል ቤተይ ነቲ ሓዳር ስለ ንደልዮ ኢና ኣብ ሓዳር ዘለና ክልቴና ነቲ ሓዳር ስለ ዋጋ ንከፍለሉ ኢና ኣብ ሓዳር ዘለና ኣብ ሞንጎ ሓደ ሰብ እንተ ዘግድዕ ኔሩ ኣብ ሓዳር ኣይምሃለናን ኔርና so እዜን ሕጂ የሕዋትና ተፋቲሐን ዘለዋ ከኣ ክሳብ ክንደይ ነቲ ሓዳረን ንከይፈትሓ ዋጋ ከፊለን ንፈልጦ ነገር የብልናን ብፍላይ ተን ኣዋልድ ከምኡ ኢልክን ትብድዓ ማለት እዩ ትፈልጥኦ ነገር የብልክንን።

እታ ዝሃበታ ኣብነት ፅብቕቲ እያ ብዙሕ ግዜ እውን ከምኡ ዓይነት ተመሳሳሊ ተዛሪብና ኢና ሰብ ክምካሕ ገለ ክትርኢ ከለካ ግን ፅቡቅ ዝስማዕካ ኣይኮነን ሰብሲ እንታይ ዓይነት ቻለንጅ ገጢሞ ወይ እንታይ ዓይነት ሂወት ኣጋጢሞ ሲ ኣይፈልጥን ኢኻ ምናልባት ገሊአን ሓዳርን ዝኸሰራ ደቂ ኣንስትዮ እውን ናይ ካልእ ሓዳር ክሪኣ ከለዋ ምናልባት ሰብኣይ ከምዚ ዓይነት ተዝኸውንስ ኣይምተፋታሕኹን ዝብላ ኮና ወይ እውን ከምኡ ደቂ ተባዕትዮ ዝተፋትሑ ንካልእ ጓል ኣንስተይቲ ክርእዩ እንከለዉ ሰበይተይ ከምዚኣ ጠባይ ተዘለዋስ ኣይምተፋትሕኹን ዝብሉ ኮኑ ብሕፅር ዝበለ ሲ ኩሉ ብፅጋቡ ገለ ጌርና ሲ ክንሓስቦ የብልና እንዳሓር ከዓ ፈቲኑ ሰብ ተደኣ ምዃን ኣብዎስ ክሳብ ክንድኡ ከም ሕመቕ ገለ ሲ ክቑፀር የብሉን መቸም ሓዳሮም ስለ ዝተፋትሑ ወይ ሓዳረን ስለ ዝተፋትሓ ድሕር ሰብ ተሪፈን ድሕር ሰብ ተሪፎም ክንብል ኣይንኽእል ኢና ኣብ ካልእ ህይወቶም ዕዉታት ኣብ ካልእ ህይወቶም ንፉዓት ኣብ ካልእ ህይወቶም ንሕብረተሰቦም ኮነ ንነብሶም ብዙሕ ዝጠቕሙ ኣብ ሓዳሮም ዘይተዓወቱ ግን ብዙሓት ኣለዉ ስለዚ ሲ ሓዳር ከም ሓደ ክፋል ዳ ኢና ክንሪኦ ዘለና እምበር ንሓደ ሰብ ኣብ ሓዳሩ ስለ ዝወደቀ ሲ ኣብቲ ካልእ ህይወቱ ከም ውዱቅ ወይ ኣብቲ ካልእ ህይወቱ ከም ሕማቅ ከም ሰነፍ ገለስ ክረአ የብሉን ክንደይ ዓለም ዘመሓድሩ ወይ ኣብ ዓለም ፍሉይ ታሪክ ዘለዎም ሰባት ኣደ በይና ዘዕብየቶም ብዙሓት ኣለዉ ኣቦ በይኖም ዘዕብዮም ብዙሓት ኣለዉ ስለዚ ሲ ከም ሙሉእ ክስታይት ክንገብሮ የብልናን ማለት እዩ ካልእ ብዛዕባ እቲ ዝቕንየ ናይ እንታይ ዝበሃል እዚ ኣብ መግቢ ገለ ሓውሳሎም ገለገለ ክሳብ ኤርትራ በፂሓ ዘላ ጉዳይ

መላኽ ኮይና ድሒናትኒ
ስሚ ሜው ደይታ ቀደመ ዘርኣኹ ቪድዮ እያ ንሳተን ስደይ ከምዚ ምስ ረኸባ እየን ከምኡ ዝገብራ ፅቡቅ እምበር ከይ ዓይነት ሓሳብ እዊ ኣነ ረዲ ክረድእ ክሎምሽ ዶ ድሓርሲ ውናኒት ናይዚ ኩሉ ነገር ገለ ክኾነ ማለት ድዩ እንታይ ደኣ ደሊኺ ሽዕኡ መኪና ክሕዝኪ ወላ ነዚ ኩሉ ገዛውቶም ኩሉ ስዮኒ ከም ድሌት ክትነብሪ ጀኻ ክስትሪ ጀኻ
ና ሩፍቲ ጀኻ ተጋጊ
ናብ ፖሊስ ይድውል ኣሎ ኤርትራ ንባዕሎም ሲ ሜድያ ማዕረ ክንደይ ይከታተሉ ማለት እዩ ኣብ ሜድያ ኣዛራብ ዘሎ ሳብኡ በፂሑ ስለዚ እታ ሰብኣይ ክን መግቢ ሃባ ስለ ዝበፅሐት እያ ኣብ ሞባይል ሪኣ ሓንቲ ጓል እዛ በዓልቲ ሓዳር ሓቢራታ እዛ በዓልቲ ሓዳር ከዓ ንሰብኣያ ትገብሮ ዘላ ማለት እዩ ስለዚ ሲ ኣብ ማሕበራዊ ሚድያ ንዛረቡስ ኣብዚ ዝተርፍ ገለ ጥራይ ክመስለና የብሉን ክሳብ ኤርትራ ከም ዝኣቱ ኣብኡ ዘሎ ህዝቢ እውን ከም ዝሪኦ ኣብዚ ዝበላሾ እትደኣ ኣሎ ኮይኑ ነገራት ኣብ ዓዲ እውን ክተበላሹ ከም ትኽእል ክንፈልጥ ክንክእል ኣለና ገለ ገለ ሰባት ኣለኹም ኣ ኤርትራ ጽቡቕ እንቋዕ ኢንተርነት ይሃለወ ሕማቕ ኣይርእዩ ጽቡቕ ኣይርእዩ እዚ ዘሎ ሕማቕ ነገር ናብኦም ኣይኣቱ ገለ ትብሉ ኩሉ ይኣቱ እዩ ኩሉ ይኣቱ እዩ ኤርትራ እኳ ብኻ ኢንተርነት ተኸፊቱ ኢንተርነት ተዝኽፈት ነይሩ ኣብ ኤርትራ ጽቡቕ ነይሩ ብዙሓት ህይወቶም ክቕየሩ ዝኽእሉ ብኢንተርነት ኣብ ኢትዮጵያ ክንደይ ቲክቶከራት ብቲክቶክ ጥራይ ህይወቶም ቅየሮም ኣለዉ ክንደይ ተምሃሮ ብናይ ሜድያ ገይሮም ህይወቶም ይቕይሩ ኣለዉ ወይ ድማ የፅንዑ ኣለዉ እኹል ግዜ ይረኽቡ ኣለዉ ምስ ዓለም ይወዳድሩ ኣለዉ ማለት እዮም ኣብ ኤርትራ ግን ኢንተርነት ዕፁው እዩ ዘሎ ክንደይ ክመሃር ዝግብእ ክንደይ ኣካል ደረጃ ክበፅሕ ዝግባእ መንእሰይ ብሰንኪ ኢንተርነት ይደክም ከም ዘሎ እዚ ኩላትና ንሰማማዓሉ ሓቂ እዩ ብዙሕ ሰብ ግን ኣበይ እዩ ዝድግፋ ኣብ ደገ እኮ ብዙሕ ሕማቕ ነገር ኣሎ እዚ ኩሉ ባእሲ ዘሎ ኣብ ደገ፣ እዚ ኩሉ ሕማቕ ነገር ዘሎ ኣብ ደገ፣ እዚ ኩሉ ጋሕሚጥ ዘሎ ነገራት ኣብ ደገ እንቋዕ ኤርትራ ዝኣቱ ይኮነ ዝብል ብዙሕ ሰብ እዩ ብዙሕ ሰብ ኣብ ኤርትራ ኢንተርነት ክህሉ ኣለዎ ዘልካዮ ብዙሕ ሰብ ኣሎ ክህሉ የብሉን ዝብለካ ይህ ስለምንታይ እንተልካዮ ባ እዚ ብደገ ንሰምዖ ዘለና ሕማቕ ነገር እዚ ኣብ ደገ ተበላሽ ዘሎ ነገር እዚ ባህልና ጠፍእ ዘሎ ገለ ጠፍእ ዘሎስ ኣብ ኤርትራ እንተ ኣትዩ ገለስ ክበላሾ እቲ ሃገር ክበላሾ እቲ ህዝቢ ክበላሾ እቲ መንእሰይ ገለ እዩ ዝብለካ ግን ኩሉ እዚ ኣብ ደገ ዘሎ ንኤርትራ እንተስ በቲ ሼር ኢት ጌርካ ሼር እንዳገበርካ ድዩ ዳውንሉድ እንዳገበርካ ድዩ ከም ዝኣቱ ግን እዚ ፊልም ሓደ ካብቲ ምስክር እዩ ማለት እዩ ኣብዛ ዝሓለፈት ክልተ ሰሙን ትበሃል ዝነበረት ጉዳይ ሰብኣይክን ስም ምግበራ የምንህለኩም ድሮ ብፊልም መልክዕ ሰሪሖማ ማለት እዩ ኩሉ ሲኣቱ እዩ ናብ ኤርትራ እንታይ ንምባል ሕጂ እዚ ኩሉ ዝዛረቦ ዘለኹ ሓላፍነታውያን ንኹን ንሕና ኣብ ሜድያ ንዛረቦ ሲ ነዚ ኣብ ደገ ዘሎ ጥራይ ዘይኮነ ነቲ ኣይተበከለን ኢልና ንሓስቦ ኣብ ውሽጢ ዓዲ ዘሎ ሰብ ውን ክብክል ይኽእል ኢዩ ንሕና ኣብዚ ብዛዕባ ሓዳር ንዛረቦ ሕማቕ ነገር ክሳብ ኣብ ኤርትራ ኣትዩ ውን ሓዳር ክፈታትን ይኽእል ኢዩ እሱ ጥራይ ኣይኮነን ንሕና ኣብዚ ንሪኦ መጠኑ ዝሓለፈ ሃብቲመ ሃብቲመ ኣለኒ ኣለኒ ገለ ገለ ዝብል ነገራት ኣብ ሜድያ ውን ነቲ ኣብ ውሽጢ ዓዲ ዘሎ ኣትዩ ዝያዳ ክስሕቦ ክእል ኢዩ ተጸላዊ ክገብሮ ይኽእል ኢዩ ኩሉ ሰብ ምቾት ከም ዘሎ ኣብ ደገ ጥራይ ክሓስብ ይኽእል ኢዩ እዚ ኩሉ ገንዘብ ተብልና እንታይ ትገብሩ ኣለኹም በዓል ክስቶ ገንዘብ ሰይዶም እስኻ ሕማቅ ኮንካ እምበር ካልእ ደኣ ከመይ ኢና ንሪኦም ዘልና ደቂ ክስቶ ደኣ ተቀይሮም እንድዮም ዘለዉ እስኻ ዘይተቀይርካ እምበር ገለ ዝብል ናይ ስድራ ቤት ዘረባ ከኣ ናብ ካልኡ ገጹ ሌበል ይድይብ ማለት እዩ ስለዚ ኩሉ ንኤርትራ ከም ዝኣቱ እዚ ሓደ ዓቢ ምስክር እዩ ክብራት ተዓዘብቲ ስለዚ ኣብ ሜድያ ንዛረብ ሰባት ሓላፍነታውያን ንኹን ካባይ ጀሚርካ ክብል ደሊ ሃሎ
ሻድሻይ መደበር ፖሊስ ድዩ ኣብ ዓዲ ጓና ሓቂ እኒኣ ክንነግር ኦኬ ብዛዕባ ናይ ባህልና ገለ እንዲዮም ዝዛረቡ ዘለዉ እታ ቢኒ ዘምጽኣ ኣብነት ብዛዕባ ናይ ሞስሊም ስምዕዋ ክቡራት ተዓዘብቲ ኣለና ኦኬ ሕጂ እ፣ ንእግረ መንገደይ ክነግረካ ሲ እ፣ እቲ ዝበዝሕ ሕብረተሰብና ጥራይ ከምስታት እ፣ ናብ ገለን ናብ ገለን ጥሒሉ ጠፊኡ ደሎ እምበር እ፣ ብቐዳማይ ኣብ ናይ ዓዲ እንግሊዝ ጸብጻብ እ፣ ናይ ኣስላም ኣቕሪበዮ ነይረ ሰለስተ ጀነሬሽን ናይ ኣስላም ጸብጻብ ሂቦም ዓዲ እንግሊዝ ንምንታይ እዮም ኩሉ ግዜ መሰ ስላም ድባእሱ ዓዲ እንግሊዝ ተባሂሉ ሲ ምክንያቱ ኣስላም ምቕያር ኣብሞም ኦኬ ሕጃቦም ምውፃእ ኣብሞም ምውፃእ ኣብሞም ካይተርፍ ተገሊሎም ናይ ገዛእ ርእሶም ኮሚኒቲ ፈጢሮም ካብ ሕብረተሰብ ዓዲ እንግሊዝ ርሒቆም ናይ ገዛእ ርእሶም ክስታይ ኮይኖሞም ሃይማኖቶምን ባህሎምን ምግዳፍ ኣብዮሞም ሕጂ ብቀዳማይ ክረዲት ሂቦም ነይረ ንሞስሊም ከማን ንእግረ መንገደይ ማለት እዩ ብቀዳማይ ኣብ ላይፍ ኣቅሪበያ ነይረ ጸብጻብ ሂቦም እዮም ናይ ዓዲ እንግሊዝ ቀዳማይ ጀነሬሽን ኢሎምኻ ቀዳማይ ጀነሬሽን ምስ ካልኣይ ኩናት ዓለም ምስ መጹ ልክዕ ምስ ናይ ዓዲ እንግሊዝ ሕብረተሰብ ዝመሳሰል ነይርዎም ሕጃብ ኣይፈልጡ ገለ ይፈልጡ ነይሮም ኢሎምኻ እቶም ከፊኦሞም ደለዉ ሳላሳይ ጀነረሽን ምሳና ድመጹ ኢልካ እዚኣቶም ጠቅላላ ብሃይማኖቶምን ብባህሎምን እዮም ድሓስቡ ምስቲ ሕብረተሰብ ናይ ዓዲ እንግሊዝ ፕሪንሲፕል ኤንድ ቫሉው ድበሃል ናይ ዓዲ እንግሊዝ ክመሳሰሉ ኣይከኣሉን ሩል ኦፍ ሎው ድበሃል እዚታት ክክተሉ ግዴታ እዩ ግን ምስቲ ኣበርክቶ ናይ ዓዲ እንግሊዝ ጠቅላላ ኣይተሰማምዑን ዋይ ዓቃባውያን ኮይኖም ሕጃቦም ክፈትሑ ይካኣሉን እተን ኣዋልድ ማለት እዩ ሕጂ ጸብጻብ ምስ ሃቡ ብጣዕሚ ሓሪቆም ዋይ ክኣትውሎም ኣይካኣሉን ሃይማኖቶምስ ክገድፍሎም ኣይካኣሉን ባህሎም ክገድፍሎም ኣይካኣሉን ምሒር ከማንስ እንታይ ኮይኖም ካብኦም ተነጺሎምሲ ናይ ገዛእ ርእሶም ማሪኬት ኣለዎም ተረዲኻኒ ናይ ገዛእ ርእሶም እንታይ ፈጢሮም ናይ ገዛእ ርእሶም ሃገር ኣብ ዓዲ እንግሊዝ ፈጢሮም ማለት እዩ ባዕሎም ንባዕሎም ጥራይ ዝረኻኸቡሉ ኮሚኒቲ ፈጢሮም ሕጂ ብጣዕሚ ሓሪቆም ማለት እዩ ብጣዕሚ ሓሪቆም ነይሮም እቶም ዓዲ እንግሊዝ ንምንታይ ምሳና ደይወሃሃዱ ንምንታይ ኣብቲ ናህና ደይኣትዉ ይብሉ ነይሮም ሕጂ እዚ ናህና ሕብረተሰብ ግን ጥብ ኢሉ ይመጽእ እሞ ባህሉን ሃይማኖትን ሒዙ መጺሲ ቀዳማይ ዓለም ክኸውን ይደሊ ኣብ መወዳእታ እንታይ ይኸውን ይሕነቅ ዋይ ወይ ምስ ሕብረተሰብካን ባህልኻን ክትነብር ኣለካ ወይ ከኣ ምሉእ ብምሉእ ቀዳማይ ዓለም ክትከውን ኣለካ። ተዘይኮይኑ ግን ሃይማኖት ኣለና ባህሊ ኣለና ኣብ መወዳእታ ምስ ቀዳማይ ዓለም ክትመሳሰል ትጅምር። ኣይበጻሕክዎን ከኣ እኮ ብቃላት ኣይኮንካን ትበጽሖ ቀዳማይ ዓለም ክትነብሮ ኣለካ። ክትነብሮ ተኾንካ ከኣ ልክዕ ከም ቀዳማይ ዓለም ክትነብር ከኣ ምሉእ ብምሉእ ክትልወጥ ክትክእል ኣለካ። ባህልኻ ክትገድፍ ኣለካ፣ ሃይማኖትካ ክትገድፍ ኣለካ፣ ኩሉ ሕብረተሰብካ እውን ክትርስዕ ኣለካ። ኣጊደ ክነግረኩም ማለት እዩ ኣብ ቀዳማይ ዓለም ተኾይኑ ማለት እዩ። እያ እዛ ዘረባ ዘሎ ትኽክል እያ ክቡራት ተዓዘብቲ ሓዲኡ እያ ሓንሳ ሓንሳብ ኮ ተሓዋዊስና ገለ ትርኢ ኢኻ ብፍላይ ገለ ዝምዕዱ ሰባት ወይ ዝምዕዳ ሰባት ክትርኢ እንከለኻ እተሓዋወሰን ኣይ ኣብቲ ባህልና ወይ ኣይ ኣብቲ ዓለማዊ ኣብቲ ዘመናዊ ናይዚኦም ማለት እዮም መንጎ መንጎ እንትርፋልና ኣይ ካብቲ ኣይ ካብቲ
ሕጂ እዞም ሞስሊም ሪኢኹሞም እምነቶም ደሎ ገለ ደሎ ሒዞም ኣኽሪሮም ምስ ነበሩ ኣብ ዓዲ እንግሊዝ ሲቲዝን ኮይኖም ዜጋታት ማለት ናይ ዓዲ ዓዲ እንግሊዝ ጥራይ ኣይኮነን ወላ በዓል ኤውሮጳ ገለኹም እዩ ኣብ ጀርመን ሕጂ ናይ ቱርካውያን ቱርካውያን ሳልሳይ ጀነሬሽን ገለኹም ኣቐጺሎሞ ኣለዉ ብቐዳማይ መን እያ ወዲታ ቪድዮ ከማን ኣምጺኣ ነይረ ኣብ መንጎ ክእተልኩም እየ እዚኣ ቪድዮ እንዳ ትዛረቡ ከለዉ ኣብ መንጎ ከምፃ እታ ቪድዮ ናይ ቱርካውያን ትገልፅ ማለት እዩ ወላ ቱርካውያን ሲ ኣብ ጀርመን ከምኡ እዮም ሙስሊም እዮም ሰሙን በቃ ኣብ ጀርመን ክንደይ ዓመት ገይሮም ሲ ኣብቲ ናይ ጀርመን ሲስተም ገለግደፎ ኣብቲ ናቶም እዮም ዘለዉ ክሳብ ሕጂ ሕጂ እንታይ ንምባል እየ ካብኡ ክንመሃር ክንክእል ኣለና ኣብ መንጎ ክእተልኩም እየ ድሓን እዛ ኣርእስቲ ቪድዮ ከሎ እታ ቪድዮ ክረኽባ እየ መንጎ እንግሊዝ ማለት እዩ ኣስላም ኣሎ ከምዚ ናይ ቱርኪ ካልኣይ ኩናት ዓለም ድመፅሞ ዜጋ ናይ ዓዲ እንግሊዝ ዝኾኑ ዜግነታት ዝኾኑ ማለት እዩ ሕጂ ብዛዕባ እዚኦም ፀብፃብ ምስ ገበሩ ብጣዕሚ ተገሪሞም ማለት እዩ ምክንያቱ በቃ ክወፁ ይከኣሉን ካብቲ ናቶም ባህሊ ማለት እዩ ሕጂ ናህና ግን ንምንታይ እዮም ኣብ ላዕሊ መፅኦም ፋሕፋሕ ደብሉና ደለዉ ፎር ኤግዛምፕል ቅርሕንቲ ብልዕሊ ሓዳር ምፍጣር ካልእ ማሕበራዊ ሰባት ምፍጣር ባህልኻ ምግዳፍ
ነጸላ ዝገበረትን ታይት ዝገበረትን ኣብ ናብራ ክትፈልያ ኣይትኽእልን ኢኻ። ኣነ ቴስዓን ትሽዓተን ካብ ሚእቲ ካብ ተመኩረይ ጥራሕ ደይኮነሲ ወላ ካብ ዝረኣናዮ ዘለናዮ ዕድመ እውን ቀሊል ኣይኮነን። ንሓዳር ቀዳማይ ሓዳር ዕድል እዩ። ግንባር እዚኣ ከማይ ሓዳር ክኾነሉ ኢሉ ዝፈተነ ካባይ ንላዕሊ እውን ብዙሕ ኣሎ። ድሌት ከኣ ከምኡ ይደለኒ። ካብ ሓደ ኣቦን ኣደን ኢና ተወሊድና። ካብ ሓንቲ ኣቦን ኣደን ተወሊድካ ሓንቲ ሰበይቲ ኢኻ ትትምነ ግን ዕድላት ባዕሉ ዕንክሊል የብለካ እዩ። እቲ ዓለም ኣርባዕተ ኣንጎሎ የብለይ ኣነ። ዓራት ኣርባዕተ ኣንጎሎ፣ ጣውላ ኣርባዕተ ኣንጎሎ፣ ሳንዱቕ ኣርባዕተ ኣንጎሎ፣ ቅርጽና ኣርባዕተ ኣንጎሎ፣ ጉድጓድ ኣርባዕተ ኣንጎሎ፣ ኣንሶላ ኣርባዕተ ኣንጎሎ፣ መተርኣስ ኣርባዕተ ኣንጎሎ፣ ዓለም ኣርባዕተ ኣንጎሎ እዩ ዝብል። ናታ ኣቕጣጫ ኣለዋ ዓለም ባዕላ። እዚ ህይወት ክኾነለይ ናብራ ክኾነለይ በቃ እዚ እዩ ናይ መጨረሻ ኢልካ መጨረሻ ጌርካዮ እንድሕር ኣብ ሓንጎልካ ኣቲኻ ደሓር ኣብቲ ካልኣይ ህይወትካ ብጣዕሚ እዩ ድሃስየካ ትጉዳእ ኢኻ። ንነዊሕ ኢኻ ተጉዳእኻ በታ ቀዳመይቲ ሓዳረይ ኣነ ዝተጎደእኽዋ ነዊሕ ተጎዲኤ ታይ ይብሉ ጻዕዱ ኢቲንግ ፋኪንግ ድሪንኪንግ ይብሉ በቃ ብድሕሪኡ እንታይ ሽሙ ደይብልና ኮይና በቃ ቀይድ በተኽ ገርና እታ ቀዳመይቲ ተዘይ ሒዝካያ ካልኣይ ሳልሳይ ክትሕዞ ከቢድ እዩ። ቀዳመይቲ ሓዳርካ ከተኽብር ኣለካ ተኾይንልካ ግን ሕጂ ከም ዝበልክዮ ቤተክርስቲያን ትመላለስ ሰበይቲ እያ ንሓዳር ትኸውን ወይ እንዳ ሻሂ እያ ትሰርሕ ወይ እንዳ ቤት መግቢ ወይ ባር እያ ትሰርሕ ኢልካ እዚኣ ንሓዳር ኣይትኸውንንያ ኣይበሃልን እዩ። እግዚኣብሔር ኣምላኽ ኣብቲ ዝደልያ ልባ ቀሲኑ ንዓዓ ባሪኹ ክህበካ ይኽእል እዩ። በቃ ንኣምላኽ ጸሎትካ ጌርካ ንዓይ ትኸውን ሃበኒ ኢልካ ጸሎት ጌርካ ብኣምላኽ ዝተዓራረ እዩ እምበር ብሰብ ተዓርዩ ድመጽእ ሓዳር የለን። ቀዳመይቲ ሓዳር ማለት ዕድል እያ በቃ።
ወዲ ኣባይ ሓውና ኣብዚኣ ጥዕምቲ ዕላል ይዕልል ኣሎ ካብዛ ዝዕለላ ዕላል ክልተ ነጥቢ ከውጽእ እታ ሓንቲ ዝፈተኽዋ ካልኣይ ሳልሳይ ክትሕዞ ከቢድ እዩ ቀዳመይቲ ሓዳርካ ከተኽብር ኣለካ። እታ ሓንቲ ከኣ ዝጸላእኽዋ ወላ ኩልና ከም መንእሰያት ከም ሕብረተሰብ ውን ክንወስዳ ዘይብልና ነገር እያ። ቀዳማይ ሓዳር ዕድል እዩ። እታ ዝፈተኽዋ እንታይ እያ መሲሉኩም ኣብ ሓዳር ተኣቲኻ ቀዳመይቲ ሰበይቱ ዝመስልዎ ስለ ዘየለ ንዓኣ ኣስጢምካ ሓዝ ቀዳማይ ሰብኣይ ዝመስልዎ ስለ ዘየለ ንዑ ኣስጢምካ ሓዚ እዚኣ ዝበላ ብጣዕሚ ኣድኒቀያ ፈትየያ በቃ ንሕና እውን ከምኡ ዓይነት ኣተሓሳስባ ተዝህልወና ፅቡቅ ምኾነ ነይሩ እታ ካልኣይቲ ዝተዛረባ ጌጋ ዝበልክዋ ከዓ ሓዳር ሰብ ብዕድል ትብለ ሓዳር ብዕድል ዝበሃል ነገር የለን። ዕድል ዝበሃል ነገር ሲ የለን። ብዕድል ዝኸይድ ነገር የለን። ስራሕ ብዕድል የለን። መኪና ምግዛእ ብዕድል ዝበሃል የለን። ኩሉ በፍልጦን መረዳእታ ዘለዎ ኣገባብን ክኸውን ኣለዎ ኣብታ ናይ ሓዳር ክመፅእ ኣብ ሓዳር ምስ ኣተና ሓዳር ብኸመይ ይፅንዕ ሓዳር ብኸመይ ይቕፅል ሕጂ ኣነ ብዛዕባኡ እስተምህሮ ክብል ኣይኮንኩን ብኸመይ ይቕጽል ኣይቅጽልን ግን ጽቡቅ ጌረ ፈልጥ እየ ክጽይቕ እንተዘይደልየ ኣብ ልዕሊ ሰበይተይ ስስዕት እንተዘይደልየ ኣብ ልዕሊ ሰበይተይ ካልእ ጸይቀመይቅ እንተዘይደልየ ሓለፋ እንተዘይደልየ ወይ እታ ሰበይትኻ ኣብ ልዕሊ ሰብኣይ ብትደልዮ ሓለፋን በለጽን እንተዘይኮይኑ ሓዳር ብዕድል ዝበሃል ኣይክየድን እዩ ዞም ኣሕዋተይ እዚኣ ብኣ ክንሕዝ ኣለና ምክንያቱ ንሕና ጥዑም ዘረባ ንፈቱ በቃ ሓዳር ብዕድልና ኣሉ ሓዳር ኣይኮነለይ ሓዳር ኣይኮነሉን ልክዕ እዩ ሓዳር ዘይኮነሉ ሰብ ኣሎ ብሓደ ኢድካ ስለ ዘይጣቃዕ እዩ እታ ጓል ኣንስተይቲ ንፍዕቲ ሓዳር ትፈቱ ትኸውን እቲ ሰብኣያ ግን ኣግዲዕዋ ንሳ ብሓደ ኢዳ ክትጣቃዕ ይትኽእልና እቲ ሰብኣይ እውን ንፉዕ ሓዳሩ ዝደሊ ኸውን ንሕሪ ዘይኮይንሉ ምናልባት ወይ ናቱ ሕመቕ ወይ ናይታ ሰበይቱ ሕመቕ ሓዲኻስ ሓሚቃ ኣለኻ ማለት እዩ ኣነ ሓዳር እንተ ዘለኹ ሰበይተይ እንተግዲዓትኒ ንሳስ ሓሚቓትኒ ኣላ እዚ ግን ኣብ ውሽጢ ክልተኻ ዝግበር ስንፈት ደኣ እምበር ምስ ዕድል ገለመለ ገለ ዘተኣሳስር የብሉን ክብል
ነፀላ ዝገበረትን እንታይ ዝገበረትን ኣብ ናብራ ክትፈለያ ትኽእል ኢኻ ኣነ ተስዓን ትሽዓተን ካብ ሚእቲ ካብ ተመኩረይ ጥራሕ ደይኮነሲ ወላ ካብ ዝረኣናዮ ዘለና ኦኬ ዕድመ ኩቡራት ውን ላዕልን ቀሊል እታ ኣይኮነን ዘረባ ዘላ እንድያ ሕጂ ኣብቲ ሓዳር ዕድል እዩ ገለ ዘይኮነሲ ከም ዝሓሰብካዮ ስለ ዘይኮንካ እኳ እዩ ዕድል ማለትሲ ኣምላኽ እ፣ ኣይጸሓፎን ገለ ንምባል ዘይኮነሲ ግን ዘይኮነ ርካስ ኣሎ እዛ ሰመረ ዝበላ ሰሚዕኩማ እንድኹም ብዙሕ ሰብ እውን እካታ እዩ ሓዳር ዕድል እዩ ዕድል ኣይኮነን ገለ ኢልካታ እዩ ግን ሲ ዕድልካ የጸብቐልካ ዝበሃል እንታይ ድዩ ክቡራት ተዓዘብቲ እ፣ እቲ ንስኻ ትምንዮስ ትረክብ ዶ በቃ ንስኻ እቲ ትምነዮ ንስኻ እቲ ትደልዮ እምበር ሰብ ደኣ ኮይኑለይ ኢሉ እኮ ይፍትን እኳ እዩ ዝካለካ መፅናዕቲ ትገብር ንዓይ ትኾንያ ጓል ሰብ ትብል ኣብቲ ሓዳር ግን ተግድዓካ እሳ ስለዚ እንታይ ኢኻ ክትብል ዘለካ እሞ ጓል ኣግዲዓትኒ ወይስ ዕድለይ ኣግዲዕኒ ወይ ሓዳር ትደሊ ትኾኒ ሓዳር ትምነይ ትኾኒ ሽዑ ትወዲ ንዓኸ ይሓገዘክን ስለዚ ዕድለያ የፅብቕለይን ገለ ኢኻ ክትብል ትኽእል ስለዚ ሲ ኣነ ዳርጋ ዕድል ኮይኑ እዩ ዝስምዓኒ ዕድልካስ ብጣዕሚ ኣገዳሲ ኮይኑ ኣይኮነን ኣብዚ ወላ ኣብ ስራሕ ንባዕሉ ኣብ ቢዝነስ ንባዕሉ ኣብ ስራሕ እኮ ክንዲ ዝፃዕርካ ፅዒርካ እኮ ትዕወት ማለት ኣይኮነን ዕድል ክሕግዘካ ኣለዎ ኣብ ሓዳር ጥራይ ምስ ኣትና ገለ ዘይኮነ ሲ ወላ ኣብ ቢዝነስ ኣብ ገንዘብ በቃ ክንዲ ዝረሃፅካ ሪእፅካ ዕድል ተሓጊዛካ እኳ እዩ ዝሓልፈልካ ዝኽእል ዕድል ሲ ኣገዳሲ እዩ በዓል ቢልጌትስ ሃብታማት ናይ ዓለም ሙሉእ ክኾኑ ከለዉ ሲ ቁሩብ ዕድል ዝሓገዞም ከ ኣሎ ካብ ተተረፍ ሕጂ ናይ ብልጌትስ እታ ብኮምፒውተር እዩ ብላዕሊ ደረጃ በፂሑ ኣብ ኣሜሪካ ሲ ኣብቲ ናቱ ሃይ ስኩል እያ ናይ መጀመርያ ኮምፒውተር መፅያ ነታ ዝረኸባ ዕድል ተጠቂሙ ከዓ ኣብ ዝለዓለ ደረጃ በፂሑ ማለት እዩ እዚ ማለተይ ግን ገሊና ዕድልና ዘይንጥቀመሉ ከዓ ኣለና ምናልባት ሓንቲ ጥዒት ጓል ኣንስተይቲ ኣጋጢሙካ ከሎ ብሰንኪ ናትካ ሕማቕ ባህርያት ክትከስራ ትኽእል ስለዚ ዕድልካ ከሲርካ ኣለካ እዩ ዝበሃል ብዝኾነ ኣነ ዕድል ኮይኑ እዩ ዝስምዓኒ ነገራት ክንዲ ፃዕርካ ፃዓር ክንዲ ዝለበምካ ልብም ክንዲ ዝኸበርካ ዋጋ ክፍለሎም ዕድል ተሓጊዝካ ገለ ዝሰልጡኻ ኮይኑ እዩ ንዓይ ዝስማዓኒ ማለት እዩ ስለዚ ዕድል ኮይኑ እዩ ዝስማዓኒ ደሓን ንስኹም ከዓ ርእቶኹም ሃቡ ዕድል ድያ ሓዳር ዕድል ማዕረ ክንደይ ኣገዳሲ ወይስ ኖኖ ዕድል ዝበሃል የለን ገለ ንብል ማለት እዩ ንእግረ መንገድና ብዛዕባ ናይ ፊልሚ ኣዲስ ኣበባ ካብ ዝተዛረቦ እዎ ድብል ኣነ
ቀዳምነት እቶም ኣርቲስት ጉሩብ ይገብሩ ኣለዉ ኣብ ኣዲስ ኣበባ ኣብ ካምፓላ ገለ ደለዉ ብዝረኣክዎም እቶም ሓደ ዓይነት ጉሩብ ትሪኦም ምስቶም ሓደ ጉሩብ ተሰማሚዕም ሓደ ዓይነት ፊልሚ ኣይሰርሑን እዮም እቲኦም በይኖም ኢካ ትሪኦም እቲኦም ካበይኖም ኢካ ትሪኦም ነናቶም ጉጅለ ፈልዮም ኣለዉ። እዚ ብኸመይ መጺኡ እንድዒ ኣነ ክገልጾ ኣይክእልን እየ በቃ ኩስቶ ቀርበኒ እዩ ኩስቶ ብጠባይ ይሰማምዕኒ እዩ ገለመለ ኢልካ ድመጽእ ድዩ ድኸውን ወላ እንታይ እዩ ኣብዛ ኣዲስ ኣበባ ዘሎ ኣርቲስት ጠቕሊሉ ብሓንሳእ ምውቕ ድበለ ዕብይ ዝበለ ስራሕ ክሰርሕ ይኽእል እዩ ግን ጉሩብ ነናቱ ኣለዎ ካሜራማን ከይተረፈ ናቱ ኣለዎ ሕጂ እዚታት ሓደ ዓይነት ህዝቢ ሓንቲ ዓይነት ሕብረተሰብ ካብ ሓንቲ ዓዲ ድመጽኻ ከለኻ ኣብዚ ከምዚ ክመጽእ ከሎ ኣብቲ ተለቪዥን ትርእዮም ማሕበራዊ ናብራ ዝነብርዎ ኣብዚ ማሕበር ስነጥበበባውያን ኣብዚ ኣብ ኣኼባ ወይ ኣብ ገለ ኣብ ሓዘን ንእከብ ይኸውን እምበር ኣብ ካሊእ ውሽጣዊ ተኣሽሙ ነቲ ስራሕ ምስራሕ የለን ኣብ ስራሕ የለን ኣብቲ ምትሕጋዝ ግን ነንእሽተይ ይመጹ እዮም ሓቂ ዘረባ ኣብኡ ኣሎ ኣብቲ ምትሕጋዝ ስነጥበበባውያን ገለ ኣብ ቴሌግራም ገለ ከማን ኣሎ ግን ብሓፈሽኡ ክዕረ ዘለዎ ማሕበራዊ ስራሕ ክስራሕ ይኽእል ኣሎ። ጉሩብ ከይፈለኻ ኩስቶ ባእሰይ እንድያ ዋይ ኣይደልያን ኩስቶ መባእስተይ እዩ ኖኖ ኣይደልዮን ነቲ ስራሕ ኢልካ ክመጽእ ኣለዎ ነቲ ስራሕ ኢልካ ሰላም ክትበሃል ኣለካ ስራሕ መልክዕ እዩ ውላድ እዩ እዚኣ ዝብላ ዘለኩ ብዙሕ ግዜ ሰሚዐያ ልና ኣብ ኣዲስ ኣበባ ዘለዉ ኣርቲስት ጉሩበይ ጉሩብካ ይፈላለዩ እዮም ጉሩበይ ጉሩብካ ኣሎ ገለ ገለ ዝብል ዘረባታት ብዙሕ ግዜ ቅድም ብፍላይ ንሰምዕ ኔርና ኢና ገ- መን እዩ ኣብ ኢንተርቪው ሓደ ግዜ ንሕናስ ብጣዕሚ ስለ ዝስእነና እዩ እቲ ገዛ ስለ ዝረሓሓቐና እዩ እ፣ መኪና ከዓ ናፍቲ ናፍቲ ክንብል ናይ ኣዲስ ኣበባ ምስቲ ፃዕቂ መኪና ስለ ዘሸግረና ኣብ ጥቓና ስለ ዘሎ ኢና ንገብር እ፣ ገለ ገለ ዝዓይነቱ መልሲ ሂቡ ነይሩ መን እዩ ርግፀኛ ኣይኮንኩን ብሓፈሻ ግን እቲ ስነ ጥበብ እ፣ ሕብር ኢልካ እ፣ ገለ እዩ ክኸውን ዘለዎ እምበር እዳ ተፈላለኻ ገለ ክኾን የብሉን እዛ መረረ ካብ ብዙሓት ስለ ንሰምዓ ዘለና እዩ በቃ ይፈላለዩ እዮም ገለ እዩ ስለ ዝበሃል እዩ
በቃ ዓሰርተ ግዜ ወላ ብቅድሚ ክልተ መዓልቲ ተባእስና ንኽ በቃ ነቲ ስራሕ ኢልካ ንራኸብ ስራሕ እዩ ደሓን እቲ ዝተባእስናሉ ከዓ ቀስ ኢልና ተዘራሪብና ንፈትሖ ኢልካ ነታ ስራሕ ኢልካ ከማ ነቲ ሰብ እሰብ ምስኡ ተባኢሰ ይመፅን እዩ እሱ ክትብል የብልካን ክመውቕ እቲ ስራሕካስ ክፅብቕ ብዙሓት ብርቱዓት ስነ ጥበባውያን ትፈልጦም ኣለዉ እዚ ገለ ገለ ሒዘሞ ጥበቦም ምስ በዓል ክርስቶስ ከምዚ ገለ ድብል ሕጂ እዚታት ክተርፍ ኣለዎ ማለትሲ ሰብሲ በሊሕ እዩ ድብል ሞባይል ኣብ ኢዱ ስለ ዝሓዛ ንዓለም ተቆፃፀራ እዩ ዝመስሎ ዘሎ ግን ብዙሕ ነገር ጎድሎ ኣሎ ብዙሕ ወላ ኣነ ጎድለኒ እንዲ ከም ሰብ መጠን ግን ብገለ ምስ ግዜ እትዕርዮ ብዙሕ ነገር ኣሎ ቀደም ዝነበርኩ ሕጂ ዝነበርኩን በበይኑ እዩ ጠባየን ባህረይን ሓቂ እዎ ትክክል እዎ እንዳለበምካ እንዳበሰልካ ኢካ ትመፅእ እንዳበሰልካ ኢካ ትኸይድ
ኣብ ድርሰት
ክቡራት ተዓዘብቲ ካልእ ብደረጃ ዓለም ኣሰንባዲት ዘላ ሓደጋ እስኪ ንስማዕ ሞ ክቡራት ተዓዘብቲ
እዛ ትሪእዋ ዘለኹም ጓል ጓል ዕስራን ሓዳን ዓመት ኮይና ኣብ ብራዚል ብዘይሓሰብ ወዲኣ ህይወታ ስኢና ዘላ ብኸመይ ዶ ህይወታ ስኢና ትብሉ ኣለኹም እዛ ጓል ትሪእዋ ዘለኹም ሰላም ኣሎ መሬት ኢላ ናብዚ ቦታ እዚያ መጺኣ እዚ ቦታ እዚ ከኣ በዚ ገመድ ተኣሲርካ ናብቲ ኣርብዓ ሜትሮ ኢኻ ሰለል ትብል። ኣርብዓ ሜትሮ ንታሕቲ ማለት እዩ። ሕጂ እዛ ጓል እዚኣ ናብዚ ምስ መጸት ገንዘባ ከፊላ መሬት ሰላም ኣሎ ኢላ፣ እዞም ሰባት እዚኦም ከኣ ኣሲርናኪ ኣለና ኢሎም ተሰኪሞም በቲ ጎቦ ኣርብዓ ሜትሮ ብዮም ደርብዮማ ማለት እዩ። እንተርኣዩ እዩ ትርእይዎ ዘለኹም እዚ ገመድ እዚ ኣብ እግራ ከይተኣስረ ጸኒሑ እዩ። በቲ ኣርብዓ ሜትሮ ምስ ደርበይዋ ህይወታ ስኢና። መቸም ኣብ ገለገለ ቦታ ርኢኹም ክትኮኑ ትኽእሉ ኢኹም ኣብዘን ጎቦታት ዘለወን ኣብ በዓል ቻይና ብብዝሒ ይረእየን ማለት እዩ ንዕኦም ብዙሕ ኣታውዮም ዝእትውሉ ብዙሓት ሰባት ከኣ ከይዶም ሰለል ይብሉ እዮም ዋላ ኤርትራውያን ሓደ ክልተ ርኢና ኣለና ሰለል ዝብሉ ማለት እዩ ብኡ ሕጂ ናይ ገሊኡ ኣርብዓ ሜትሮ እዩ ናይ ገሊኡ ከኣ ልዕሊ ሚእቲ ሜትሮ እዩ ማለት እዩ ስለዚ እዛ ቆልዓ እዚኣ ጓል ዕስራን ሓደን ዓመት በዚ ሓስበቶ ክዘናጋዕ ኢላ ዝመጽእ ገመድ ከይኣሰሩ ብእግራ በቲ ኣርብዓ ሜትሮ ንታሕቲ ቁልቁለት ብኡ ደርብዮሞ ማለት እዩ እቲ ቪድዮ ከይርእኩም ብጣዕሚ ሓደገኛ ኮይኑ ማለት እዩ ኣዝዩ ኣዝዩ ኣዘራቢ ኮይኑ ኣሎ ኣብዚ እዋን እዚ ብፍላይ ኣብ ብራዚል ይብለኩም ኩሉ ሻብ ነብሶም ክትኣምንሉ ትክእሉኩም ክትንቀቁ ኣለኩም ማለት እዩ ኣይዋ ሕጂ ክልተ ሰባት ብቅድሚት ኣለዉ እሳልሳይ እዚ ሕጂ ነዛ ገመድ እዚኣ ረሲዕዋ ኪኣሰራ ማለት እዩ ኪኣሰራ በቲ ርብዓ ሜትሮ ንታሕቲ ብኡ ደርብሞ ማለት እዩ ስለዚ ኩሉ ሻብ ክንጥንቀቅ ክእል ኣለና ነብስና ክንኣምን ኣለና ኣስተውዕሉ
ብጣዕሚ እዩ እኳ ዘገርም ክብራት ተዓዘብቲ ኣነ ምስ ረኣኹዋ ብጣዕሚ እየ ሰንቢደ ነብሰይ ከንገለ ጌርኒ እታ ቪድዮ ኣብዚ ከምጽኣ ኣይክእልን እየ በቃ ቅፍፍ እያ ተብለካ ነብስኻ ማለት እዩ ኣብ ዝሓለፍካዮ ቲክቶክ ተዘርጊሑ ክትረኽብዎ ትኽእሉ ኢኹም ክብራት ተዓዘብቲ ረእይዎ በቃ ረእይዎ ክልተ እዮም ዘለዉ ድርቢ እዮም ዘብልዋ እንታይ ሕማቕ እሞ ሓን በቃ መንግስተ ሰማይ ዋርሳ ግን ሓበሻ ምናልባት ከምስታት ዝብርሃኩም ኣሎ ተኮይኑ ኣነ እኳ ከምስታት ገፀይ ወላ ብጌጋ እንደ ዘይከይድ በቃ ኣይብርሃንን ወላ ከም ስፖርት ሲ ኣይብርሃንን ኣሎ ኣብ ኡጋንዳ ዘለኹም ይርኢ እየ ኣሎ ከምዚ ሰለል ኢሎም ናብ ታሕቲ ዝኸዱ ኣብ ኡጋንዳ ዘለኹም ከምኡ ክትገብሩ ይርኢ እየ ወላ ኣዋልድ ገለ ተጠንቀቑ ወጠም ወጠም ትብሉ ኣለኹም ከምኡ ይርኢ ኣለኹ ኣነ ብኸምኡ እየ ከማን እዛ እግረ መንገዲ ዛዚና ኣምፅያ ብሓፈሻ ሲ እዚ ከምዚ እዚ ከምዚ እዚ ሸረር ኢልካ ንላዕል ትኸዶ ንላዕል ትወርዶ ሸረር ኢልካ ገለ ናብቲ ትንቀሳቕሶ ዘይብርሃኒ ዘይብርሃኒ ዓይነት መዘናግዕ እንተሎ እሱ እዩ ኣብዚኣትካ ተኣሲርካ ኣብ መዓንጣኻ ተኣሲርካ ሸረር ናብ ፀድፊ ካብ ፀድፊ ትገመት ክመልሰካ እንታይ እዩ ዝገብር ዘሎ እቲ ሰብ እየ ዝብል ሶሪ ስለ ምስሓቅ እሞ እቲ ዜና ዝሕዝን እዩ ብጣዕሚ ሕማቅ ማለት ሲ ደስ ኣይብለካን እዩ ግን ይግረም እዩ ኣነ ሰብሲ ኦኬ እሶም ፀዓዱ ብራዚላውያን ወላ ቻይናውያን ገለገለ ክስታዮም ኮይኑ ክንብል ንኽእል ኢና ሓበሻ ግን ተጠንቀቁ ይርእየኩም ስለ ዘለኹ እየ ኣብ ቲክቶክ ብብዝሒ ከም ኣብ ወጠም ወጠም ክትብሉ ይርእየኩም ኣለኹም ብፍላይ ኣዋልድኹም ከዓ እምበር ወዲ እኳ ንዕ ኣወዳእሲ ኣለኹም ዘትኾኑ ኣዋልድ ብዙሕ ይርኢ እየ ኣብ ኡጋንዳ ውን ብዙሕ ይርኢ እየ ኣብዚ ገመድ ተኣሲርካ ናብ ጸድፊ ሸለው የብሉካ እሞ እቲ ገመድ ሽዑ ሒዙካ ናብ ላዕሊ ይምለስ እንታይ ወላ ስምዒት ዝበካ ዋእ እንታይ ከ ስምዒት በካ ጠልጠል ኢልካ ኣብኡ ብዝኾነ ኣነ እዚ ምድርባይ ረእዎ ቪድዮ ስለ ዘይፍቅድ እዩ ሰርች ኢልኩም ኣብ ላዕሊ ረእዎ እንታይ ኢልካ ሰርች ክትገብሮ ትኽእል ወላ ኣብ ብራዚል ዘጋጠመ ሓደጋ ኢልኩም ሰርች ተጌርኩም ክትረኽብዎ ትኽእልኹም ክብራት ተዓዘብቲ በቃ ክልተ ሰባት እዮም ከምዚ ገይሮም እዮም ድርብዋ ትኽ ኢለ ኣርብዓ ሜትሮ ሕዝ- እንተ ትሕሰብዎ በቃ ኣርብዓ ሜትሮ እንታይ ዓይነት ሓደጋ ኣጋጢሙ ኾን ትሕሰብዎ ሜታ መንግስተ ሰማይ ኣዋርሳ ስለዚ ተጠንቀቑ ሓበሻ ከምስታት ተለኹም እ፣ ከምስታት ትገብሩ ተለኹም ወይ ናብ ከምዚ መደብ ትኸዱ ተለኹም በቃ ተጠንቀቑ ብሕፅር ዝበለ እዚ ኣ- ገመድ ኣሲርካ ናብ ማይ ናብ ዲጋ ናብ ገለ ዶ ወይ ድሓን በቃ እታ ዜና ሓሊፍናያ ኣለና ደረጃ ዓለም ግን በቃ ዘስካሕክሕ ሓደጋ ዘሰንብድ ሓደጋ ኢሎም እዮም ዝዛረብሉ ዘለዉ ስለዚ ንእግረ መንገድና ንእግረ መንገድና ናብ ከምኡታት ትኸዱ እዚ ከምስታት ዝብርሃኩም ሰባት ተለኹም ባዕልኹም ተጠንቀቑ መለበሚ ይግበርካ መለበሚ ይኽልእኻ ንብለኩም ንደሊ ዞም ኣሕዋተይ ናብቲ ካልእ ኣርእስቲ ንኺድ እዛ ትሪእዋ ዘለኹም ዜማ ትበሃል ትፈልጥዋ ትኾኑ ክስዕስዕ ገለ እውን ርኢኹማ ትኾኑ ኣምባሳደር እያ ናይ ኣሸንዳ ማለት እዩ ትሒዛቶ ዘላ ሓላፍነት ቀሊል ኣይኮነን ኣብዚ ክልተ መዓልቲ ምስ ሰይቲ ሄዳ ኣፍሮ ዝገበረቶ ኢንተርቪው ግን ካብ ብዙሓት ተጋሩ ከቢድ ተቃውሞ

ዝኸድካዮ ምኽንያት ረሲዕኻ ብኻልእ ምኽንያት ጌርካ ምዝራብ ከዓ ንሰምዕ ኣለና ሕዚ ንምዃኑ ከ ናይ ኣሸንዳ ኣምባሳደር ኢላ ክትመረፅ ኮላስ ትርጉም ዝትፈልጦ ሪያ ንምዃኑ ከ ቀዳማይ ነገር ግደፍዎ ሞ ሕዚ ቀደም ብደርጊ ግዜ እውን ክፋናቐል ከሎ ህዝቢ ትግራይ ህዝቢ ኢትዮጵያ ኣይኮነን ኮይኑ ከይዱ ህዝቢ ትግራይ ኮይኑ ይኸይድ ተፈናቒሉ ሕዚ እውን ኣብ መረበቱ ዝተፈናቒሉ ካብ ምዕራብ ትግራይ ብኣሽሓት ዝቑፀሩ ናብ ሱዳን ከይዶም ኢና ንፈልጥ ከም ትግራዋይ እንዳተቐተለ ስለ ዝነበረ ከም ትግራዋይ እንዳተጨፍጨፈ ስለ ዝነበረ ይኸይዱ እምበር ኢትዮጵያ ተኮይኑ እማ ኣብ ኢትዮጵያ ምስ ተረፈ ንምንታይ ሱዳን ይኸይድ? ስለዚ እስኺ ከም ዝኸድክዮ እውን ልክዕ ከማኺ ዝኸዱ ብዙሓት ኣለዉ ዲያስፖራ ኣብ ኣሜሪካ ድዩ ኣብ ኣውሮፓ ድዩ ኣብ ጀርመን ድዩ ንፈልጦ ብዙሓት መቃልስትና ኣለዉ ደቂ ተባዕት ይኹን ደቂ ኣንስትዮ ማለት እዩ ዝኾኑ ምክንያት ግን እቲ ህዝቢ ይጠሚ ስለ ዝነበረ እቲ ህዝቢ መድሓኒት ስኢኑ መሐከሚ ስለ ዝሰኣነ ካብዚ መድሓኒታት ካብ ዝተፈላለየ ለሚና ኣዋፂና ንሰዶ ዝነበርና ገንዘብ ተኣኪቡ ዝለኣኽ ዝነበረ ደፍተር እስክርቢቶ ተገዚኡ ዝለኣኽ ዝነበረ ብዙሓት ዲያስፖራ ዘለዉ ዝኸድሉ ምክንያት ግን ህዝቢ ኢትዮጵያ ኢሎም ኣይኮኑን ከይዶም ህዝቢ ትግራይ ኢሎም እዮም ከይዶም ከምቲ ንስኺ ትብልዮ ዘለኺ ኣይኮነን ኖ ማለተሽ እቲ ሓቅስ ክንዛረብ ኣለና ንምንታይ እዩ እቲ ታሪክ ዝቕየር ብኣማርኛ ተዛሪብክ እኮ እቲ ኣማርኛ ዝዛረብ ዘሎ ንባዕሉ ግራ ክኣትዎ እዩ ምክንያቱ ናይ መዓስ እያ ትብለና ዘላ ምክንያቱ ህዝቢ እውን ይፈልጦ እኮ እዩ ህዝቢ መን ከም ዝተሰደደስ ይፈልጥ እዩ ስለዚ ኣስተኻኽልዮ እቲ ዝተዛረብክዮ ብኣማርኛ ብኣማርኛ ኣስተኻኽልዮ
ያ ክቡራት ተዓዘብቲ ማለት ያ ንፍዕቲ እያ ብዙሕ ፅቡቅ ነገር ሪኤላ እየ ካልእ ኣብ ደገ ተወልደ ዓብያ ተዘይተጋጌ እቲ ትግርኛ ኣገለስ ሕጂ እያ ትላመድ ዘላ ናይ ቋንቋ ሕፅረት እውን ኣለዋ ዓደይ ኢላ መፅያ ባህሊ ኢላ መፅያ ኣብ ኣሸንዳ ትሳተፍ ንዕኡ ወኪላ ኣብ ዝዓል ደረጃ ምብፅሓ እቲ ህዝቢ እውን ፅቡቕ እዩ ተቐቢልዋ ፅቡቕ ሕንቂቕዋ ገለ ማለት እዩ ኣብዚ ቀረባ ወርሕታት ኣትሒዛ ግን ናብ ኢትዮጵያ ተመሊሳ ኣብ ኣዲስ ኣበባ ብብዝሒ ኣብቲ ኣዲስ ኣበባ ዝተፈላለየ መደባት እንዳቕረበት እያ ትርከብ ማለት እዩ እዚ ከዓ ሓደ ካብ ቋንቋ ዘይምኽኣል ከም ድላይካ ክኸውን ይኽእል ካልኣይ ከዓ ካብ ስክፍታ ሳልሳይ ከኣ ኣብ ኢትዮጵያ ኣፍሊ ጽቡቅ ትንቀሳቀስ ዘላ ኣብታ ኣዲስ ኣበባ ከም ንዓኣ ጸገም ከየምጽኣላ ሓሲባ ትኸውን ግን ገለ ገለ ሓደ ሓቂ ክንክሕዶ ዘይብልና ነገር ኣሎ ወላ እሳሲ ተጋሩ ከምዚ ኢሎም ኣብ ኩናት ተመዛቢሎም ነይሮም እንተበለትስ መን እዩሞ ኩሎም ፈልጡ እዮም እኮ ኣብይ ኣሕመድ ከይተረፈ ፈልጦ እዩ ህዝቢ ኢትዮጵያ ኩሉ ፈልጦ እዩ ተፈናቀልቲ ይመለሱ ተባሂሉ እኮ ይቀጻል ዝዛረብ ዘሎ ኣብይ ኣሕመድ ኣብ ፈቀዶ ፓርላማ ኣኼባ ክገብር ከሎ እኮ ይመለሱ ስደተኛ ህወሓት እዮም ኣብዮም እምበር ከምዚ ኢሉስ ከም ኣጀንዳ እኮ የልዕሎ እኮ እዩ ኣብይ ኣሕመድ ንባዕሉ ስለዚ ሲ ብፍላይ ገለገለ ክንሽፍን ክንብል ምስ ኩሉ ኣይንበኣስ ምስ ትግራዋይ ብዓብዩ ትበኣስ ኣለኻ ብዓብዩ እቲ ካልእ ኣምሓርኛ ዝሰምዕ እውን እንታይ እትብል ዘላ መኣስ ኢትዮጵያውያን ድዩ ገለ ክብል እዩ ማለት ሲ ተጋሩ ብርግፅ ኢትዮጵያውያን እዮም ግን ትግራወይቲ ከም ምዃና መጠን እሞ ከዓ ናይ ኣሸንዳ ኣምባሳደር ከም ምዃና መጠን ተጋሩ ተበለፅቲ ዝኽፍእ ነገር ኣይኮነን። ምፍላይ ገለ ይኩን ወይ ዓሌትነት ኣይኮነን፣ ግን ኩሉ ሰብ ዝፈልጦ እዩ። ኩናት ከም ዝነበረ ምስ ትግራይ ኩሉ ዝፈልጦ እዩ። ነይሩ እኮ እዩ ኩናት ምስ ትግራይ። ምናልባት ምስ ትግራይ ኩናት ዝበሃል ኣይነበረን ተባሂሉ በዓል ኣብዪ ኣሕመድ ተዝዛረቡ እ፣ ከምኡ እንተዝብሉ ብሕቡእ ነይሩ ተዝኸውን እቲ ኩናት ፈሪሓም በልና። ኣብ ከምዚ ግን ድፍር ኢልካ ድፍር ኢልካ ዘይኮነስ በቃ እቲ ሓቂ ምዝራብ እያ። እቲ ሓቂ ምዝራብ ካብ ብዙሓት ተቃውሞ መጺዋ ብዙሓት ሰብ መልሲ እንዳሃብዋ ይርከቡ ካልእ ቪድዮ እውን ከሪኦኩም እየ ቅድምኡ ግን ናይቶም ትርካውያን ኢለኩም ነይረ ትርካውያን ሲ እታ ቪድዮ ሕጂ ረኺበያ ኣለኹ ኣብ ስደት መጺኦም ባህሎም ኣብ ጀርመን ክስታዮም ዘይዓቀቡ ዝዓቀቡ ቱርካውያን ኣብ ጀርመን ኣርባዕተ ጀነሬሽን በፂሖም ኣለዉ እዞም ኣርባዕተ ጀነሬሽን ዝበፅሑ ህዝቢ ቋንቋኦም ኣየጥፍኡ ባህሎም ኣየጥፍኡ ሃይማኖቶም ኣየጥፍኡ ማለት እዩ በዘን ሰለስተ ዝመፆም ከዓኒ ኣይፈትውን እዮም ዋላ ዒስራ ሽሕ ኣብ ዝተወሊዶም ግዜ ኣብ ዝተወሊዶም ዕበዩ በዘን ሰለስተ እዚአን ዝመፆም ኣይፈትውን እዮም ዓይንኻ ክንቁርካ ክእሉ እዮም እዚ ከዓ ካብ ምንታይ ዝተበገሰ እዩ ክብረት ኣብ ነፍሶም ስለ ዘለዎም እዩ ሕጂ ንኣብነት ሕሉፍ ሓሊፎም ንሶም ምሽ ዶ ነዚ ዓዲ ክመስሉ ነቶም ደቂ ዓዲ ናብኦም ከምስለዎም ከማን ኣይፀሉን እዮም ምክንያቱ ክብረት ስለ ዘለዎም ኣብቲ መንነቶም ኣብቲ ዜግነቶም እዮም ኣብዚ ዓዲ ከዓ ካብቲኦም ከም ስደተኛ ኮይኖም ኣብ ፅቡቅ ደረጃ ዘለዎ እዮም ኣብ ኢንቨስትመንት ኣብ ቢዝነስ ኣብ ኢሞቢልያ ማለት ገዛውቲ ገዚኦም ምክራይ ገለመለ ኣብ ቀዳማይ ደረጃ ብቢዝነስ ዝስርዑ ካብ ስደተኛታትና ንሶም እዮም ሓደ ማለት እዩ ሕጂ ካብዚኦም እንታይ ንምሃር ተይልና ኩሉ ነገር እቲ ባህልኻን ክብርኻን ዓቂብካ ኣብ ትጥቕመጠሉ ዘለኻ ሃገር ዘድለይካ ወሲድካ ዘየድለይካ ትጉሕፍ ትኽእል ኢኻ እዚኣን ሓደ ክልተ ዝኹሉ ጠፊእክን ዘለኹ ኣተምሃረ ካብ ቱርካውያን ቱርካውያን ኣብ ጀርመን ኣርባዕተ ጀነሬሽን በፂሖም ሕሰቡ ክቡራት ተዓዘብቲ ኣርባዕተ ጀነሬሽን ሲ ቀሊል ኣይኮኑን እሞ ከዓ ከማና ውሑዳት ኣይኮኑን ውሑዳት ማለት ሲ ንሕና እቶም ቀዳሞት ጀነሬሽን ዝመፁ ስደት ኣብዚ ውሑዳት እዮም ኣብቲ ግዜ መግዛእቲ ናይ ደርጊ ማለት እዩ ክንደይ ጀነሬሽን በፂሕና ኣለና ስደት ካልኣይ ድና ዘለና ብዝኾነ ድሓን እቶም ኣብ ግዜ ደርጊ ከሎ ኣብ ግዜ ኩናት ዝመፅኹም ወይ ዝመፅኹም ወይ ዝመፁ ብጣዕሚ ውሑዳት እዮም ውሑዳት ሕጂ ዘለና ዝበፅሕና ንበዝሕ ማለት እዩ ቱርካውያን ግን ካብ መጀመርያ ክሳብ ሕጂ ብዙሓት እዮም ክሳብ ሕጂ ግን ትኽስታዮም ዓቂቦሞ ኣለዉ ክሳብ ሕጂ ከዓ ኣብኡ ኣለዉ ኣብ ኩሉ ከዓ ዕውታት ኣለዉ ናይ ዓዲ እንግሊዝ እውን ኣቐዲመ ኣስሚዐኩም ነይረ ስለዚ እቲ ሞስሊም ዝገብርዎ ፅቡቕ ነገር ገለሲ ክንሪኦ ክንክእል ኣለና እቲ ባህሎም ምዕቃቦም እቲ ገለ ምዕቃብስ ኣቃይልካ ክንርአ የብሉን ኣቃይልካ ክንርአ የብሉን ዋ፣ እ፣ ሰብ ካብ መንነቱ ካብ ባህሉ ኣመና እንተ ደኣ ወፂኡ ብዙሕ ነገር ዝተር- ዝተርፎ ብዙሕ ነገር ትጠፍእ ሕጂ ንሕና እኮ እንታይ ንኾን ዘለና ኣይ ኩሉ ናይ ኤውሮጳ ኤውሮጳ ክንከውን ኣይ ኩሉ ናይ ዓድና ዓድና ክንከውን ኢልካ ፍርቂ ፍርቂ በቃ ኣይሃፍቲ ኣይሃፍቲ ክኾን ኣሎ ማለት እዩ ብዙሕ ነገር ከዓ እባላሸወና ኣሎ ስለዚ ኣቃይልካ ኣይንርኣዮ እቲ ኣብ ባህልኻ ምዃን ገለ ብዛዕታ ደቂ ኣንስትዮ እንታይ ባህልና ባህልና ዝብሉ እንታይ እዮም ባህልና ባህልና ዝብሉ ገለ ትብላ ልዕለኽን ኣብ ስደት ዝተቐመጡ ልዕለና ነዊሕ ዓመት ኣብ ስደት ዝገበሩ ባህሎም መንነቶም ዝዓቀቡሲ ብዙሓት ኣለዉና እቲ ምጽቃጥ ንጓል ድዩ ወይ ማህረምቲ ድዩ ወይ ገለ ድዩ ገለ እቲ ሕማቕ ነገራት ገለ ክተርፍ ክኽእል ኣለዎ ክንብል ንኽእል ኢና ግን ጓል ምህራም ንባዕሉ እኮ ባህልና ኣይኮነን ባህልና እኮ ይኮነ ጓል ምህራም ኣቦታትና እኮ ጓል ከይተርም ገዛ እኮ ስሪሖም ኣብ ውሽጢ ገዛ ሲ እንታይ ዝበሃል ኣብ ውሽጢ እኮ ገይሮም ጓል ንከይተርም ጓል ናብኡ ተኣትያ እኮ ይተረምን እያ ሰበይቲ ክትፈትሕ ከለካ እኮ ጉባእ ሂብካ ተፋንዋ ናይ ኣቦታትና እውን ሕጊ እኮ ነይሩ ዘይ ዞም ዳሕረዎት ጀነሬሽንና ስቂልና ኣያፍቲ ኣያፍቲ ኮይና ማለት እዮም ስለዚ ብዝተኻእለ መጠን ኣቃሊልና ኣይንርኣዮ ሰብ ኣብ ባህሉ ኣብ መንነቱ ምቕማጥ ከም ሕማቕ ጌርና ኣይንርኣዮ እዚኣ ክብል ይደሊ ብዙሓት እንታይ ባህልና ባህልና ዝብሉ ኣብ ሙሉእ ኣብ ሙሉእ ዓለም ጸብጻብ ከዓ ስምዓ ዓዲ እንግሊዝ ኮነ ጀርመን ኮነ እቶም ነዊሕ ዓመት ዝተቐመጡ ሙስሊም እቲ ባህሎም ዕቁብ ኣለዉ እቲ ሃይማኖቶም ዕቁብ ኣለዉ ስለዚ እቲ ጽቡቅ ኣብነት ከም ጽቡቅ ክንወስዶ ክንክእል ኣለና ሶሪ ኮሊፈኩም ናብቲ ናይ ዜማ ንምጻእ።
ዝኸድክሉ ዕላማ ርግጸኛ ክትፈልጢ ኢኺ ሚእቲ ፐርሰንት ማለት እዩ። ህዝቢ ኢትዮጵያ ኢልኪ ዘይኮነስ ህዝቢ ትግራይ ኢልኪ ኢኺ ከይድኪ እና ግደፉና ካልእና ይኣኽለና።

so እሱ ኣስራ ምስ ስጻፍ ምንም ኣልመሰለኝ ነበር ኣውዝ ቢካዝ ማድረግ ኣለብኝ እንደ ማድረግ እንደምችው
እንታይ ኹ ሳምት ዝሰማዕኹሞ ኣሽዑ ግዜ የኢትዮጵያ ህዝቦች ባድ ነገር ነበረ ሕማቅ ነገር ነይሩ እያ ትብላ የኢትዮጵያ ህዝቦች እያ ትብላ ብጣዕሚ እያ ንሓፊረ ስሒቃ ባይደ ወይ እዚኣ ኣምባሳደር ትግራይ ተብሂላ እያ ተመሪፃ ኣብ ዝሓለፈ ብብዙሕ ምጭርባር እያ ተመሪፃ ነይራ እሊ በዓል ምናምን መረጽ ዋላ ብዙሕ ሓበሬታታት እኒኤና እዩ ማለት እዩ። ኣብቲ ጉዳይ ስም ስለልነበርኩ ኣነ ማለት እዩ በተለይ ኣብ ትግራይ ስለልነበርኩ ልመረጻ ክምረጻ ልተዘጋጀያ ደቂ ኣንስትዮ ልበዓል መን ነይረን ብሃመ እያ ክዜማ ኣምባሳደርነት ተውሂዋ ልላ ናባዕሉ ዝኾነ ታሪክ እኒኤዎ። ሕዚ ብዛዕባ ይኹንኩ ክናገር መጽ እዩ። ብዛዕባ ትብቲ ኢንተርቪው ልገበረቶ ሲ እሽዑ ግዜ ስባድን ግዜ ነይሩ ነበረ የኢትዮጵያ እናቶች ናበና ኢትዮጵያ እናቶች እዮም ሱዳን ሲ ብና ኢትዮ ትግራይ ልነበረ ኩናት ህዝቢ ትግራይ ተፈናቂሉ ላብ ሱዳን ከይዱ ሕማቕ ነገር ተፈጢሩ ዘይኮነስ ኩናት እዩ ተፈጢሩ ወይ ኩናት ተፈጢሩ ኢልኺ ብክሊር ዝኾነ ነገር ተቕምፅዮ ለይደለኺ ንምንታይ ኢኺ ኣዴታት ኢትዮጵያ ትብለኺ ሲ ኣዴታት ኢትዮጵያ ሲ ኣየነ ቤንሻንጉል ኣየነ ኦሮሞ ኣየነ ኣምሓራ እዮም ልሱዳን ከይዶም ሪኢኽዮም ኣብተ ሽዑ ግዜ ልነበረ ሲ ህዝቢ ትግራይ ተፈናቂሉ ከም መረበቱ ልሱዳን ኸይዱ ጨኒቕዎ ብዘሽዑ ግዜ ዮኽ ህዝቢ ትግራይ ብዙሕ ሽግር በደሊ ልወረደሉ ዓመት እዩ ነይሩ ሶ ልምንታይ ኹም ተድበስብስዎ ትደልኹም በቃ ሕሉፋት ኢትዮጵያውያን ልምዃንሲ ልነበረ ታሪክ ደምሲስካ ይኹም ኢትዮጵያዊ ትኾን ኣብ ኣብ ልዕለና ዝተሰርሐ ስራሕትታት ሓዲግካ ኮንካ ኢትዮጵያውነትካ ተቐንቕን ትማሊ ኢትዮጵያዊ ኔርካ ሕዚ ኢትዮጵያዊ ቀጻላ ኢትዮጵያዊ ኢኻ ግን ሞር ብኢትዮጵያውያን ኣክሴፕት ንምዃን ይልሃል በቃ ዓርስኹም ኣትሒትኩም ዓርስኹም ኣዋሪድኹም ትናት ማለት ማለት ታሪክ ደምሲስካ ኣይኾነይ ኣብ ሕና ኢትዮጵያውያን ኢና ትማሊ ነይርና ሕዚ ለኒህና ናጋለ ንኾን ኢና ግን ኢትዮጵያውነትና ዝቐፅለሉ ግን ታሪክ ካዛብዒኻ ይኾን ኸ ብሕማቕ ነገር ዘይኮነ ትማሊ ተፈጢሩስ ኩናት እዩ ተፈጢሩ ኣብ ልዕሊ ህዝቢ ትግራይ ዝተፈጠረ ሽግሪ መከራይ ንምንታይ ኹም ክሊር ለይትገብርዎ ንምንታይ ኹም ትፈርሑ እንድሕር ትፈርሑ ኮይኖም ዋይ ብዛዕባ ምንጋር ኣድልኩም ኣፍ ከይሕዝኩ ዝቕለይተኒ ሰርክለይ ሳዕሲዐ ክለይትምለሰይ ኣብ ሱዳን ክንደይ ዲያስፖራ ካብ ዝተፈላለየ ዓለም ከይዱ ንህዝቢ ትግራይ ኣብ ሱዳን ብቁሪ ብጥሜት ብፀሓይ ላሞቶ ኣለሃለየ እኮ ማንም ሰብ ዞር ኢሉ ይረዊ ህዝቢ ትግራይ ማንም ሰብ ህዝቢ ንህዝቢ ትግራይ ዘይ ዲያስፖራ ትግራይ ካብ ተፈላለዩ ካብ ጀርመን ድዩ ካብ ኣሜሪካ ካብ ተፈላለየ ከይዱ ክዳን ልሓዘ ክዳን ሒዙ ቅርሺ ልሓዘ ቅርሺ ሒዙ ኸይዱ በኽዩ ላራየ ልነበረን ሕዚ ለየ ናይ ኢትዮጵያዊ ክትርኢ ከይድኽ ነይርኹ ሱዳን ንስኺ ልምንታይ ኣኹም ለየለ ታሪክ ተምፅኡ ኸ ለነገሩ ናቦ ልመናሃቦ ኢኺ ዜማ
ሱዳን ትንሽ ወዛ ብዙ የኢትዮጵያ ህዝቦች እዛ ሄዶ ነበር በስደት በባድ ባድ ምክንያት ነበር ኢትዮጵያ ውስጥና

ኦኬ ክቡራት ተዓዘብቲ ከምዚ ዝሰምዕዎ ዝፅናሕኩም እዩ ምናልባት እቶም ኣምሓርኛ ዘይሰምዑ ተለኹም ከምቲ ወፂኺ ዘበላሽኽዮ ሲ ወፂኺ የዕርዮ ተጋሩ ኮይኖም እዮም ስደት ወፂኦም ተጋሩ ኮይና ኢና ዝኩሉ ግፍዒ ረኺብና እያ ትብል ዘላ ማለት እዩ ብዝኾነ ተሪር ተቃውሞ እዩ መፂዋ ብፌስቡክ ብፅሑፉን ብዙሓት እዮም ጽሒፎም ብሓፈሻ ምናልባት እውን ቋንቋ ዘይምኽኣል ክኸውን ይኽእል ከም ዝበልክዎም ፈሪሓ ክትከውን ትኽእል ከም ዝበልክዎም ንሓድነት ሓሲባ ክትከውን ትኽእል ግን ፈሪሕካ ወይ ገለ ኮንካ ተሰኪፍካ ክሳብ ክንድኡ ጉድለት ንህዝቢ ዘቐይም ነገር ክትገብር የብልካን ሓቂ ምዝራብ ከዓ ወላ ሓንቲ ሓጢኣት የብሉን ፀገም የብሉን ብለባም ኣዘራርባ ጌርካ ሓቂ ክተውፅኦ ሓቂ ክትገልፆ ትኽእል ኢኻ ክቡራት ተዓዘብቲ ደጊመ ብሩኽ ሶኒ ካብዚ ሓሰብናዮ እግዚኣብሄር ይሓልወና ጥዑም የስምዓና ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። ፋራይ ኦፊርካ እተ በሪሕካ ጽገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለይ ኦፊርኩም እተው በሪሕኩም ጽገቡ ተኻዲንኩም ሙቕ ጎይኹም ክዱ ክንዲ ናይደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒናዮ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ